ምስ መንከ ኸተመሳስልዎ ኢኹም? ኣዒንትኹም ናብ ሰማይ ቋሕ ኣቢልኩም ርኣዩ። ንኸዋኽብቲ ዝፈጠሮም መን እዩ? ንሱ ኸም ሰራዊት ሰሪዑ የውጽኦም፣ ክንደይ ከም ዝዀኑ ይፈልጥ፣ ንዅሎም በብስሞም ይጽውዖም። ሓይሉ ኣዝዩ ዓብዪ ስለ ዝዀነ፣ ካብኣቶም ሓደ እኳ ኣይጠፍእን። ኦ እስራኤል፣ ስለምንታይ ደኣ እግዚኣብሄር ጸበባና ኣይፈልጥን እዩ? ፍትሒ ክንስእን ከለና ከኣ ብኣና ኣይግደስን እዩ እናበልኩም እተጉረምርሙ እቲ ንወሰናት ምድሪ ዝፈጠረ እግዚኣብሔር ዘላለማዊ ኣምላኽ ከም ዝኾነ ከም ዘይደክምን ከም ዘይሕለልን ኣእምርኡ ከኣ ከም ዘይምርመርን ዶ ኣይትፈልጡን ኢኹም ኣይሰማዕኩምን ዶኸ ኢኹም ንሱ ንድኹም ሓይሊ ይውስኾ ንዝተሓለለ ከኣ ብርታዐ ይህቦ ኣጉባዝ ይደኽሙን ይሕለሉን ኣባጽሕ ድማ ሰንከልከል ኢሎም ይወድቁ። እቶም ንእግዚኣብሄር ዚጽበዩ ግና ሓይሎም ይሕደስ። ከም ንስሪ ብኣኽናፍ ይድይቡ፣ ይጐዩ እሞ ኣይሕለሉን፣ ይኸዱ እሞ ኣይደኽሙን። ካብ መዝሙር ሚእትን ሰለስተን እግዚኣብሄር የፍቅረና እዩ። ኦ እግዚኣብሄር፣ ኣመስግነካ ኣሎኹ፣ ዅለንተናይ ንቕዱስ ስምካ የመስግን ኣሎ። ኦ እግዚኣብሄር፣ ኤመስግነካ ኣሎኹ፣ ነቲ ዝተገበረለይ ኵሉ ሰናይ ከኣ ኣይርስዖን እየ። ንስኻ ንዅሉ ኣበሳይ ትሓድገለይ፣ ንዅሉ ሕማመይ ትፍውስ፣ ንህይወተይ ካብ ጥፍኣት ትብጀዋ፣ ብዘላለማዊ ምሕረትን ርሕራሐን ትኽልለኒ። ንስኻ ንህይወት ብጽቡቕ ነገር ንህይወተይ ብጽቡቕ ነገር ተጽግባ፣ ኣነ ኸኣ ከም ንስሪ ተሓዲሰ እነብር። ንስኻ ንህይወተይ ብጽቡቕ ነገር ተጽግባ፣ ኣነ ኸኣ ኸም ንስሪ ተሓዲሰ ድልዱል ኰይነ እነብር። እግዚኣብሄር ንዅሎም ጥቑዓት ብቕንዕና ብፍትሒ ይፈርዶም፣ ፍትሒ ድማ የውጽኣሎም። መደቡ ንሙሴ፣ ዘደንቕ ግብርታቱ ንደቂ እስራኤል ኣፍለጠ። እግዚኣብሄር ርሕሩሕን መሓርን እዩ፣ ንዅራ ደንጓዪ፣ ብምሕረት ድማ ምሉእ እዩ። መግናሕቱ ንግዜኡ እዩ፣ ንዘለኣለም ከኣ ኣይቅየምን እዩ። ከም መጠን ሓጢኣትና ኣይቀጽዓናን እዩ፣ ከም መጠን ኣበሳና ድማ ኣይፈድየናን እዩ። ሰማይ ካብ ምድሪ ልዕል ከም ዝብል፣ ከምኡ ምሕረቱ ኣብ ልዕሊ እቶም ዝፈርህዎ ዓበይ እዩ። ምብራቕ ካብ ምዕራብ ከም ዝርሕቕ፣ ከምኡ ንኣበሳና ኻባና ኣርሓቖ። ከምቲ ወላዲ ንውሉዱ ዝርሕርሓሎም፣ ከምኡ እግዚኣብሄር ንዝፈርህዎ ይርሕርሓሎም እዩ። ካብ ምንታይ ከም ዝተፈጠርና ይፈልጥ እዩ። ሓመድ ምዃንና ይዝክር እዩ። ህይወት ወዲ ሰብሲ ከም ሳዕሪ እዩ፣ ከም ዕምባባ መሮር ይዕምብብ፣ ሽዑ ንፋስ ኣብ ልዕሊኡ ይነፍስ እሞ ፈጺሙ ይጠፍእ፣ ኣበይ ከም ዝነበረውን ኣይፍለጥን እዩ። ምሕረት እግዚኣብሔር ግና ኣብቶም ዝፈርህዎ ካብ ዘለኣለም ንዘለኣለም ይነብር፣ ጽድቁ ኸኣ ኣብቶም ኪዳኑ ዝሕልዉን ኣብቶም ንትእዛዛቱ ምእንቲ ኽገብርዎ ዝዝክርዎን ንውሉድ ወለዶ ይነብር። እግዚኣብሄር ንዝፋኑ ኣብ ሰማያት ኣንበሮ፣ ንሱ ኣብ ልዕሊ ዅሉ ንጉስ እዩ። ኣቱም ቃሉ እትሰምዑ፣ ትእዛዛቱ እትፍጽሙ ሓያላትን ብርቱዓትን መላእኽቱ፣ ንእግዚኣብሄር ኣመስግንዎ። ኣቱም መላእኽቲ ሰማይ ኵልኹም፣ ኣቱም ንፍቓዱ እትፍጽምዎ ኣገልገልቱ፣ ንእግዚኣብሄር ኣመስግንዎ። ኣቱም ኣብ ትሕቲ ግዝኣቱ እትነብሩ ዅልኹም ፍጡራቱ፣ ንእግዚኣብሄር ኣመስግንዎ። ኦ እግዚኣብሄር እምስግነካ ኣሎኹ። ናይ ሎም ወንጌል ካብ ወንጌል ማቴዎስ ካብ ምዕራፍ ዓሰርቱ ሓደ ካብ ፍቕዲ ዕስራን ሸሞንተን ኣቱም ኩልኹም እትጽዕሩን ጾር ዝኸበደኩምን ናባይ ንዑ ኣነ ኸኣ ኸዕርፈኩም እየ ኣነ ለዋህ እየ ልበይ እውን ትሑት እዩ እሞ ኣርዑተይ ጽሩ ካባይ እውን ተምሃሩ ንነፍስኹም ከኣ ዕረፍቲ ክትረኽቡ ኢኹም። ከመይ ኣርዑተይ ልዙብ፣ ጾሮይ ከኣ ፈኲሽ እዩ። እዚ ወንጌል ሰላም ጐይታና እዩ። ብሓቂ ፍቁራት ኣሕዋተይን ኣሓተይን ንርእዮ ኣሎና። እቲ ዕረፍቲ ንሱ ተንኪፉኒ። ናባይ ንዑ ኣነ ከዕርፈኩም። ኣቦና ቅዱስ ኣጐስጢኖስ። ኣብቲ ራብዓይ ክፍለ ዘበን ብንጹር ይነግረና ልባትና ኣባኻ ክሳዕ ዘዕርፋ ዕረፍቲ የብለንን ይብል ናይ መን ልቢ ናተይ ናትካ ናትኪ ብሩኽ ሓወይ ብሩኽቲ ሓፍተይ ከመይ እዚ ብኻልእ ነገር ክመልእ ዝኽእል ነገር ኣይኮነን ኣምላኽ ምእንቲ ርእሱ ንርእሱ ኢሉ ስለ ዝፈጠረና ብፍቕሩ ምኽንያት ስለ ዝፈጠረና ልብና ብኡ ኣብኡ እንተ ዘይኮይኑ ኣብ ካልእ ክዓርፍ ኣይኽእልን። ኣብቲ ልቢ ኣምላኽ፣ ኣብቲ ቅዱስ ልቢ የሱስ ፍቁራት ኣሕዋተይን ሓተይን ስለዚ ይነግረና ብንጹር ኣቱም ኩልኹም እትጽዕሩን ጾርኩም ዝኸበደኩምን ናባይ ንዑ ኣነ ከኣ ከዕርፈኩም እየ። እቲ ጸሎት ንብሎ ፍቁራት ኣሕዋተይን ሓተይን ዕረፍቲ እዩ። ኣይ ዕረፍቲ ነዕርፍ ኣብ ኢድ ኣምላኽ ነዕርፍ ኣብ ሕቑፊ እግዚኣብሔር ኣቦና ኣዴናን ዝኾነ ኣብኡ ነዕርፍ ኣብ ሕቑፊ ኣቦናን ኣዴናን ነዕርፍ እሱ ኸ ኣምላኽና እዩ ፍቁራት ኣሕዋተይን ሓተይን ልብና ኣብ ልቡ የዕርፍ ስለዚ እንሆ ናባይ ንዑ ኣነ ከዓ ከዕርፈኩም እየ ይብል ብሓቂ እቲ ብፍላይ እቲ ናይ ብሕቲ እሞ ከዓ ብህድኣት ንገብሮ ጸሎት ኣማማማ ብዓይነቶም ዓይነት ጸሎታት እዮም ዘለውና ንምሕረት ዝርኢ ኣምላኽ መሓረኒ ዝብል ጸሎት ኣሎ ንልመና ዝርኢ እንልምኖ ዘድልየና ጸጋታት ኣሎ ንምስጋና ዝርኢ በዝንዝን ስለ ዝገበርካለይ ዕለት እዛ መዓልቲ እዚኣውን ስለ ዝሃብካኒ ኣመስግነካ ኣለኹ እውን ኣሎ ስለ ዝፈጠርካናን ክርስትያን ክንዝገበርካናን ነመስግነካ ኣሎና ይብል ትቦ ብህፃንነትና ተምሃርናዮ ጸሎት ነመስግኖ እውን ኣሎ ናይ ኣምልኾ እውን ኣሎ ቅዱስ ቅዱስ ቅዱስ ኢኻ ኢልና ኣምላኽ እውን ነመስግኖ ናይ ኣምልኾ ጸሎት እውን ኣሎ ኣብ መጨረሽኡ ከዓ ናይ ህድኣት ጸሎት ከዓ ኣሎ ናይ ህድኣት ጸሎት ከዓ ወላ ሓንቲ ንብሎ ነገር የብልናን ኣብቲ ህል ዕቑፊ ኣምላኽ ነዕርፍ ፍቁራት ኣሕዋተይን ሓተይን ንሱ ከዓ ከምቲ ንሪኦ ዘለና እቲ ወንጌል ዘሎ ኩልኹም እትፅዕሩን እትደኽሙን መን ኣሎ ካባና ፍቁራት ኣሕዋተይን ሓተይን ዘይፅዕር ዘሎን ዘይደክም ዘሎን ፀርፀር ዘይብል ዘሎ መን ኣሎ ፀላዕላዕ ዘይበሎ መን ኣሎ ብፍላይቲ ንፍትሒ ዝርኢ ከመይ ተቀዳማይ ንባብ ብንፁር ብከምኡ ይዛረብ ከም ንስሪ ክሕደስ እዩ ክትሕደሱ ኢኹም ይብል እቲ መዝሙር ን ከምኡ ይብል ከም ንስሪ ክትሕደሱ ኢኹም ኣይትፍርሁ ይብል ስለምንታይ ደኣ እግዚኣብሔር ጸበባና ኣይፈልጥን እዩ ፍትሒ ክንስእን ከለና ከኣ በኣና ኣይግደስን እዩ እናበልኩም እተጉረምርሙ ይብል ነቢ ኢሳያስ ኣብ ምዕራፍ ኣርባዓ ዘንብብናልኩም ኣብ ፍቕዲ 27 ስለምንታይ ደኣ እግዚኣብሔር ጸበባና ኣይፈልጥን እዚ ኩሉ ጸበባ ስደት ኩናት ኣብ በረኻን ኣብ ባሕርን ዝጠፍኡ ኣሕዋትናን ሓትናን እዚ ኩሉ ኣይፈልጥን ዶ ይፈልጥን ፈረቓን እግዚኣብሔር ጸበባና ኣይፈልጥን እዩ ፍትሒ ከኣ ክንስእን ክንስእን ከሎና ብኣና ኣይግደስን እዩ እናበልኩም ተግረምርሙ ብጸሎት ቅረቡ ነዚ ነቲ ኣብ ውሽጡ ብምሉእ ዘሳቅየና ፍቁራት ኣሕዋተይን ሓተይን ንፍትሓት ናይ ውሽጥና ዝርኢ ንኣብ ማሕበረሰብ ኮይኑ እውን ዘሳቅየና ከመይ ሰብ ኣብ ማሕበረሰብ እዩ ዝነብር ኣብ ካልእ ክነብር ኣይኽእልን ስለዚ ኣብ ማሕበረሰብ እዩ ዝነብር ንስውን ጸላዕላዕ ዝብለና ጉዳይ ፍትሒ ጉዳይ ዓመጽ ፍቁራት ኣሕዋትን ኣትን ብምሉኡ ናብ ኣምላኽ ሒዝናዮ ክንመጽእ እሞ ኣብቲ ጸሎት ንብሎ ንሰላም ክሃበና ንብሎ ሰላም ክርስቶስ ልሳን ፍትሒ ሰላም ክርስቶስ ስለዚ ልሳና ክፍታሕ ክንዛረብ ክንጽሊ እውን ይህን ምህን እውን ክንብል ብዛዕባ ጉዳያትና ንሱ ካልኣይ ከዓ ንሱ ክንገብር እንከሎና ጸርጸር ምእንቲ ከይብለና ኣብ ክርስቶስ ከነዕርፍ ሰላም ክርስቶስ ስለዚ ናባይ ንዑ ኣነ ከዓ ከዕርፈኩም እየ ይብል ከመይ ይብለና ጾረይ ቀሊል እዩ ይብለና ከመይ ዳኣ ትጾሩ ዝቀልል ፍቁራት ኣሕዋተይን ሓተይን ከመይ ምሳና ይሽከሞ ስለ ዘሎ ምስ ኣቦና ኮይንና ንሽከሞ ስለ ዘለና ምስቲ ኩሉ ዝኽእል ከሃሊ ኩሉ ሓያል ዝኽእል ኩሉ ዝኽእል ኣምላኽ ምስኡ ኮይንና ንጾሮ ስለ ዘለና ንዕኡ ዘይሰኣኖ ነገር የልቦን ንሱ ዘይኽእሎ የልቦን ፍቁራት ኣሕዋተይን ሓተይን ምስ መን ደኣ ከተመዓራርይዎ እኹም ይብል ንኸምዚ ዓይነት ኣምላኽ ኩሉ ዝኽእል ኣምላኽ ነቲ ቅዱስ ኣምላኽ ደኣ ምስ መን ከተመዓራርይዎ እኹም ቀዳማይ ነቢይ ዘንበብናዮ ነቢይ ኢሳያስ ምስ መንከ ከተመሳስልዎ ኢኹም ኣዒንትኹም ናብ ሰማይ ቋሕ ኣቢልኩም ረኣዩ ንኸዋኽብቲ ዝፈጠሮም መን እዩ ንሱ ከም ሰራዊት ሰሪዑ የውፅኦም ክንደይ ከም ዝኾኑ ኸኣ ይፈልጥ። ንኹሎም በብስሞም ይጽውዖም። ሓይሉ ኣዝዩ ዓቢ ስለ ዝኾነ ካባታቶም ሓደ እኳ ኣይጠፍእን። ንሕና ኸኣ ካብ ከዋኽብቲ ንዓቢ ፍቁራት ኣሕዋተይን ኣሓተይን። ከመይ? ብኣርኣያን ብኣምሳልን ናይ ኣምላኽ ዝተፈጠርና ስለ ዝኾንና። ብሩኽ ሓወይ፣ ብርኽቲ ሓፍተይ፣ ኣነውን ከምኡ። ነፍሲ ወከፍና ስለዚ ክንዲ እዚ ኣለና። በዚ ምኽንያት እዚ እንታይ ይብለና? ንሱ ንድኹም ሓይሊ ይውስኾ፣ ንዝተሓለለ ኸኣ ብርታዐ ይህቦ። ኣጕባዝ ይደኽሙን ይሕለሉን፣ ኣባጽሕ ድማ ሰንከልከል ኢሎም ይወድቁ። እቶም ንእግዚኣብሄር ዝጽበዩ ግና ሓይሎም ይሕደስ። ከም ንስሪ ብኣኽናፍ ይድይቡ፣ ይጐዩ እሞ ኣይሕለሉን፣ ይኸዱ እሞ ኣይደኽሙን ይብል ፍቑራት ኣሕዋተይን ሓተይን እቲ ቀዳማይ ነቢ ዘንበብናዮ ነቢ ኢሳያስ። ብሓቂ በዚ ቃላት እዚ ክንጸናናዕ ጥራሕ ዘይኮነ ብኡ ክንኣምን ፍቁራት ኣሕዋተይን ሓተይን። ብኣኡ ክንኣምን ብኣኡ ኸኣ ክንተኣማመን ምእማን ማለት ምትእምማን ማለት እዩ ብኣምላኽ ኣምን ኣለኹ ኣነ ኣምን ንሕና ንኣምን ክንብል ከሎና ኣብቲ ካቶሊካዊ እምነትና ኣነ ተኣማመን ብመን በት ህያው ኣምላኽ ንሕና ንተኣማመን ብመን በት ህያው ኣምላኽ ማለትና እዩ ምትእምማን እዩ ከዓ እቲ ትብዓት ዝመፅእ ዘሎ ካብኡ እዩ ዝመጽእ ዘሎ ስለዚ እምነት ትብዓት እያ ፍቁራት ተባሃተይን ሓተይን ኣይትፍርሑ ዝብል እውን ወንጌል ደጋጊሙ በዚ ምክንያት እዚ እዩ እዛቱም ኩልኹም እትጽዕሩን ጸርኩም ዝኸበደኩምን ጸርጸር ዘብለኩም ዘሎ ናባይ ንዑ ይብል ጎይታናን መድሓኒናን ተስፋናን የሱስ ክርስቶስ ኣነ ኸዓ ከዕርፈኩም እየ ኣነ ለዋህ እየ ለውሃት ወትሩ ለውሃት እዩ ኣቦና ለዋህ ለዋህ ስለ ዝኾነ ንሕና እውን ለዋሃት ክንከውን የሱሱ ጎይታናን መድሓኒናን ተስፋናን እውን ለዋህ ስለ ዝኾነ ለዋህ ንሕና እውን ከም ሰዓብቱን ከም ተኸተልቱን ከም ክርስቶሳውያን ለዋሃት ክንከውን ልበይ እውን ትሑት እዩ እሞ ልበይ ከዓ ትሑት እዩ ኣብቲ ትሕትና ኢኻ ትዕረፍቲ ዘሎ ፍቁራት ኣሕዋተይን ሓተይን ኣምላኽ ኩሉ ዝኽእል ኣነ ከኣ ዋላ ሓንቲ ዘይኽእል እየ እሞ ኣብኡ ኣብቲ ሕቑፉ የዕርፍ ኣለኹ እቲ ትሕትና ንሱ እዩ እቲ ቦታኻ ምፍላጥ እዩ ፍቁራት ኣሕዋተይን ሓተይን መኑ ከም እግዚኣብሔር እዩ መን ከም ኣምላኽ እዩ ንሕና ኸዓ ፍጡራቱ ኢና ኣብኡ ኣብኡ እዩ በቲ ንሱ ዝበና ሓይሊ ከዓ ይብል ሓውና ጳውሎስ ንኹሉ ንኽእሎ ኢና ግን ንሱ በቲ ንሱ ዝበን ሓይሊ እዩ በዚ ምክንያት እዚ እምበኣር ከሳርዑተይ ጽሩ ኣባይ እውን ተምሃሩ ንነፍስኹም ከኣ ዕረፍቲ ክትረኽቡ ኢኹም ከመይ ኣርዑተይ ልዙብ ጾረይ ከኣ ፈኩሽ እዩ ይብለና ፍቁራት ኣሕዋተይን ሓተይን ምእንቲ እዚ ኣብዚ ዘለናዮ ብሩኽ ወቕቲ ናይ ብርሃን ልደት